ብሃገረ ሊብያን ናብራ ዜጋታት ሊብያን ዘይቐና ኣይነበረን። ዜጋታት ሊብያ ናይ ትምህርቲ፣ ሕክምና፣ ማይን መብራህትን ዝበሃል ክፍሊት ኣይፈልጡን። ናይ መርዕኦም ወጻኢ፣ ናይ ቆልዓ መዕበይን ዝኣመሰሉን ወጻእታት እውን እንተኾነ፣ መንግስቶም እዩ ዝሽፍነሎም ነይሩ። ኮታስ ዜጋታት ሊብያ ንብዙሓት ኣፍሪካውያን ሕልሚ ዝኾነ ካብ ሓደ ሓደ ሃገራት ኣውሮፓ እውን ዝሐሸ ናብራ ይነብሩ ነይሮም። ምዕራባውያን ዝመርሕኦን ዝምውልኦን ዓመፅ ስዒቡ ግን ሙኣመር ጋዳፊ ካብ ስልጣኑ ተኣለየ። ብግፍዒ ምቕታሉ ስዒቡ እውን ጉዕዞ ቁልቁለት ሊብያ ኣሃድዩሉ ጀመረ። እንሆ ድማ እቲ ኩሉ ምቾትስ ይትረፍ ሰላም እውን ሓሪምዋ ንልዕሊ ዓሰርተ ኣርባዕተ ዓመታት ብዝተፈላለዩ ዕጡቓት ትሕመስ ኣላ። ኣብዚ ሕዚ ሰዓት ዜጋታት ሊብያ ሓዱሽ ጩራ ሰላም ብተስፋ ክጽበዩ ጀሚሮም ነይሮም እዮም። እዚ ሓዱሽ ተስፋ ሰላም ከማዕድዉ ዝገበሮም ድማ፣ ወዲ ሙኣመር ጋዳፊ ዝኾነ ሰይፍ ኣልእስላም'ዩ ነይሩ። ሰይፍ ኣልእስላም ቅድሚ ሸውዓተ ዓመታት ኣቢሉ ኣብ ፖለቲካ ሊብያ ንቑሕ ተሳትፎ ክገብር እኳ ጀሚሩ እንተነበረ፣ ምዕራባውያን ሃገራት ብዘዋደድኦ ወፍሪ ግን ኣብ ዓለምለኸ ቤት ፍርዲ ቀሪቡ ኣብ ቤት ማሕዩርን ኣብ ካልኦት ሃገራት ተሰዲቱን ክጸንሕ ተገዲዱ እዩ። ቅድሚ ቀረባ ኣዋርሕ ግን ናብ ሃገሩ ሊብያ ተመሊሱ ክልተ ዕጡቓት ጉጅለ ዝተኻፈልዎ ሃገሩ፣ ናብ ሓደ ከምጽእ ቃል ኣትዩ፣ ዓበይቲ ዓድን መራሕቲ ጎሳን እውን ድጋፎም እናገለጹ ተቐቢሎሞ ነይሮም እዮም። ንፕረዚደንት ነበር ሃገረ ሊብያ ሞኣመር ጋዳፊ ቀቲሎም፣ እታ ሃገር መንግስቲ ኣልባን ዝተበታተነትን ክትኸውን ድሕሪ ምግባር፣ ሃብቲ እታ ሃገር ብዘይከልካሊ ይዘምታ ዝነበራ ምዕራባውያን ሃገራት፣ ሰይፍ ኣልእስላም ዝሓዞ ዕላማን ዝረኸቦ ህዝባዊ ድጋፍን ኣብ ካሊእ ወጥሪ ሸሚምዎን ጸኒሑ እዩ። ሰይፍ ኣልእስላም ቅድሚ ሰለስተ ወርሒ ኣቢሉ ንፕረዚደንታዊ ጎስጓስ ልዕሊ ሓምሳ ሚልዮን ዩሮ ካብ ወላዲ ኣቡኡ ፕረዚደንት ሙኣመር ጋዳፊ ብካሽ ዝተቐበለ፣ ንፕሬዝደንት ነበር ሃገረ ፈረንሳ ኒኮላስ ሳርኮዚ ከሲሱ ሓሙሽተ ዓመት ክፍረዶ ከም ዝገበረ ዝዝከር እዩ። ሰላም ሰላም ከመይ ትኾኑ ክቡራትን ፍትዋትን ተኸታተልቲ እዚ ቻናል። ኣብ ናይ ሎሚ መሰናድኦና ብዛዕባ እቲ ውላድ ነበር ፕሬዝደንት ሃገረ ሊብያ ሙኣመር ጋዳፊ ዝኾነ ብዜጋታት ሊብያ ዓቢ ተስፋ ተነቢሩሉን ዓቢ ድጋፍ ረኺቡ ዝነበረን ሰይፍ ኣልእስላምን ኩነታት ኣማውቱን ዝድህስስ መሰናድኦ ሒዘልኩም ቀሪበ ኣለኹ። ነዚ ቻናል ሓደሽቲ ዝኾንኩም ሳብስክራይብ ክትገብሩ እንዳተላበኹ ድማ ሰናይ ምክትታል ክኾነልኩም ይምነ። ኣብ መንግስቲ ኣልቦነትን ሕድሕዳዊ ኲናትን ጥሒላ ዘላ ሃገረ ሊብያ፣ ንፕሬዝደንት ነበር ሙኣመር ጋዳፊ ምንፋቕ ኣቋሪጻ ኣይትፈልጥን። ሕዚ እውን ብሓገዝ ምዕራባውያን ሃገራትን ብዝተዓጠቑን ዝተኸፋፈሉን ዜጋታት ኣብ ሕንፍሽፍሽ እያ ትርከብ። ዜጋታት ሊብያ ብስኑዕ ጸብጻብ ምዕራባውያን ሚድያታት ተታሊሎም ንናሃገረ ኤሜሪካ ዘዕጠቖም ዕጡቓት ደጊፎም፣ ንሙኣማር ጋዳፊ ምቕታሎም ክሳብ እዚ ሕዚ እዋን ኣብ ጣዕሳ እዮም ዝርከቡ። ኣብ ጣዕሳ ዘለዉ ነቶም ንዕጡቓት ደጊፎም ሃገሮም ዘፍረሱ ዜጋታት ሊብያ ግን ብውላድ ሙኣመር ጋዳፊ ዝኾነ ሰይፍ ኣልእስላም ምላሽ ክረኽቡ ተተስፍዮም ጸኒሖም እዮም። ሰይፍ ኣልእስላም እውን ጽዕንቶን ማሕነቖን ምዕራባውያን ሃገራት ተጻዊሩ ናብ ሃገሩ ተመሊሱ ናብ ፖለቲካዊ ምንቅስቓስ ሃገሩ ተጸንቢሩ ጸኒሑ እዩ። ዓበይቲ ሚድያታት ኣፍሪካን ማእኸላይ ምብራቕን ድማ ስቕ ዝበለ ግን ድማ ዕላማ ዘለዎ ከቢድ ሰብ እናበላ ኽገልፅኦ ፀኒሐን እየን። ህይወት ዜጋታት ሊብያ ናብ ዝነበሮ ንምምላስ ይህንደድ ከም ዘሎ እውን ኽገልፃ ፀኒሐን እየን። ድሕሪ ሙኣመር ጋዳፊ ብሓገዝ ምዕራባውያን ሃገራት ምቕታሉን ውላዱ እውን ብዝገጠሞ ማእሰርትን ምሓዩሩን ጉዳይ ሊብያ ዝተወደኣ መሲሉ ፀኒሑ እዩ ነይሩ። ጸኒሑ ግን ሰይፍ ኣልእስላም፣ ምዕራባውያን ብዘይተጸበኦ ዓርሰ ምትእምማን ኣጎንቢሱ ዘይኮነስ፣ ክሳዱ ኣቕኒዑ ብልዑል ህዝባዊ ድጋፍ ተዓጂቡ፣ ናተይ መንነተይ ንዝኾነ ጉዳይ ተመሊሰ ኣለኹ ክብል ኣድሚጹ ነይሩ እዩ። ሃገረ ሊብያ ንልዕሊ ዓሰርተ ዓመታት ከቢድ ዘይምርግጋእ እያ ትርከብ። መንግስታት ብጸሓይ ፍጥነት ዝቀያየሩላ፣ ንርጉዕ መንግስቲ ዘይተዓደለት ካብ ትኸውን ዓሰርተ ኣርባዕተ ዓመታት ኣቑጺራ ኣላ። እቶም ዲሞክራሲ ክነስፍን ኢሎም ንሞኣመር ጋዳፊ ዝኣለዩ ምዕራባውያን እውን ሃፍቲ እታ ሃገር ብቐትሩ ኣብ ምዝማት ተዋፊሮም ይርከቡ። ሃገረ ሊብያ ኣብ ከምዚ ዝበለ እዋን እንከላ ነይሩ እምበኣር ልብያውያን ሓድሽ ገጽ ዝረኣዩን ብዓቢ ተስፋ ተቐቢሎሞ ዝነበሩን። ብክልተ ሽሕን ዓሰርተን ኣቆጻጽራ ፈረንጂ፣ ነብሰ ወከፍ ኣታዊ ዜጋታት ሊብያ ዓሰርተ ሓደ ሽሕን ሽዱሽተ ሚእትን ናይ ኣሜሪካ ዶላር ዝነበረ እንትትኸውን፣ ዝተምሃረ ሓይሊ ሰባ እውን ሰማንያን ሸውዓተን ሚእታዊ በጺሑ ነይሩ እዩ። ኮታስ ብብዙሕ መዳያት ካብ ኣፍሪካ ዝሓሸት ሃገር ዝነበረት እንትትኸውን፣ ብክልተ ሽሕን ዓሰርተ ሓደን ኣቋጻጽራ ፈረንጂ፣ ጋዳፊ ብዕልዋ ኣብ ዝተኣለየሉ እዋን ልዕሊ ሚእትን ሓምሳን ቢልዮን ናይ ኣሜሪካ ዶላር ክዙን ናይ ወጻኢ ሸርፊ ነይርዋ እዩ። ሕዚ ግን እዚ ኩሉ ጠፊኡ መሰረተ ልምዓት ዓንዩን ኣብ ከቢድ ኢኮኖሚያዊ ቀውሲ ተሸሚማ ትርከብ። ነዚ እዩ እውን ኣብ ጣዕሳ ዝርከቡ ዜጋታት ሊብያ ብናይ ባዕልና መንገዲ ሃገርና ንህነጽ ኢሉ ንዝመጸ ሰይፍ ኣልእስላም ብታሕጓስ ተቐቢሎሞ ዝነበሩ። ሰይፍ ኣልእስላም ብዝሃቦም መብርህታትን ብዝገበሮም መደረታትን ምውዳቕን ሞትን መኣሙር ጋዳፊ ናይ ጭቆናን ምልክን መወዳእታ ወይስ ናይ ዝምታን ብዝበዛን ሃፍቲ ሃገር መጀመርያ ዝብል ኣብቲ እዋን ንዜጋታት ሊብያ ግልፂ ገይሩ እዩ። ምውዳቕ መኣሙር ጋዳፊ ስዒቡ ኢኮኖሚ ሃገረ ሊብያ ብሓምሳ ነጥቢ ሰለስተ ሚእታዊት ክቕንስ ክኢሉ እዩ። እዚ ድማ ኣብ ታሪኽ ዓለም ካብ ዝተመዝገበ ዓበይቲ ኢኮኖሚያዊ ውድቀታት እቲ ሓደ እዩ ነይሩ። ብ ክልተ ሽሕን ዕስራን ኣርባዕተን ጠቕላላ ኣታዊ ዜጋታት ሊብያ ስሳን ሓሙሽተን ሚኢታዊ ጥራይ ምንባሩ እውን ናይቲ ዓቢ ውድቀት መርኣዪ እዩ። ሰይፍ ኣልእስላም ካብ መወዳእታ ክልተ ሽሕን ዕስራን ኣርባዕተን ጀሚሩ ኣብ ዝተፈላለዩ ስብሰባታትን ዓበይቲ ዓድን ሽማግለታትን ሓዊሱ ምስ መራሕቲ ጎሳ ምይይጥ እንዳካየደ ዝጸንሐ ኮይኑ ኣብ ዘመነ መኣሙር ጋዳፊ ሰበ ስልጣናት እታ ሃገር ምስ ዝነበሩ ኣካላት እውን ምስጢራዊ ስብሰባታት ኣካይዱ ነይሩ እዩ። ኣብዚ ሕዚ እዋን ግን ንዜጋታት ሊብያ ዓብዪ ተስፍኦም ዘጸልምት ዜና ተሰሚዑ ኣሎ። ወዲ መራሒ ሊብያ ነበር ኮሎኔል ሞኣመር ጋዳፊ ሰይፍ ኣልእስላም ብጥይት ከም ዝተቐተለ ተሓቢሩ ኣሎ። ሞት እቲ ብሰፊሑ ከም ወራሲ ኣቡኡ ክረኣ ዝጸንሐ ወዲ ሓምሳን ሰለስተን ዓመት ሰይፍ ኣልእስላም ብሰሉስ ሰለስተ ለካቲት ከም ዝተቐተለ ሓላፊ ፖለቲካዊ ጉጅልኡ ንማዕኸን ዜና ሊብያ ሓቢሩ እዩ። ጠበቕኡ ንማዕኸን ዜና ኤኤፍፒ ኣብ ዝሃቦ ሓበሬታ ድማ፣ ሓንቲ ኣርባዕተ ሰባት ዝሓዘት ኣሃዱ ኮማንዶ፣ ኣብ ከተማ ዚንታን ኣብ ዝርከብ መንበሪ ገዝኡ ብዝፈጸመቶ ስርሒት ከም ዝተቐተለ እኳ እንተገለጸ፣ ብድሕሪ እቲ መጥቃዕቲ መን ክህሉ ከም ዝኽእል ግን ዛጊድ ንጹር ኣይኮነን። ኣብ ካልእ ተጻራሪ ዜና ከኣ፣ ሓፍቱ ንተለቪዥን ሊብያ ኣብ ዝሃበቶ ሓበሬታ፣ ምስ ኣልጀርያ ኣብ ዘዳውብ ከባቢታት እታ ሃገር ከም ዝሞተ እያ ገሊጻ ዘላ። ሰይፍ ኣልእስላም ጋዳፊ ድሕሪ እቲ ካብ ዓሰርተ ትሽዓተ ስሳ ትሽዓተ ጀሚሩ ክሳብ ኣብ ክልተ ሽሕን ዓሰርተ ሓደን ብናዕቢ ካብ ስልጣኑ ዝተኣልየን ዝተቐተለን ኣቦኡ፣ ኣብታ ሃገር እቲ ዝያዳ ጸላውን ተፈራሕን ሰብ ኮይኑ ክረኣ ከም ዝጸንሐ ዝፍለጥ እዩ። እቲ ኣብ ዓሰርተ ትሽዓተ ሰብዓን ክልተን ዝተወለደ ሰይፍ ኣልእስላም፣ ካብ ክልተ ሽሕ ክሳብ ምፍራስ ስርዓት ቃዛፊ፣ ሊብያ ምስ ምዕራባውያን ንምቅርራብ ወሳኒ ተራ ተጻዊቱ ነይሩ እዩ። ድሕሪ ምእላይ ወላዲ ኣቡኡ ሙኣመር ጋዳፊ እውን፣ ኣብ ኣራሜናዊ ዓፈና ጸረ መንግስታዊ ተቓውሞታት ወሳኒ ተራ ነይርዎ ተባሂሉ ተኸሲሱ ድማ ኣብ ከተማ ዚንታን ብዝዓስከረ ሓደ ሓይሊ ምልሻ ንኣስታት ሽዱሽተ ዓመት ተኣሲሩ እዩ። ኣህጉራዊ ቤት ፍርዲ ገበን ኣብ ክልተ ሽሕን ዓሰርተ ሓደን

ድሕሪ ውድቀት ጋዳፊ፣ ሊብያ ዝተፈላለዩ ምልሻታት ብዝተቖጻጸርዎ ከባብታትን ኣብ ክልተ ተቐናቐንቲ መንግስታትን ተኸፋፊላ እያ ትርከብ። ሰይፍ ኣልእስላም ኣቡኡ መራሒ ኣብ ዝነበረሉ እዋን፣ ዝኾነ ወግዓዊ መንግስታዊ ሓላፍነት እኳ እንተዘይነበሮ፣ ኣቡኡ ንመደብ ምምዕባል ኒዩክሌሳዊ ኣጽዋር ከቋርጽ ክሳብ ምእማን ዝበጽሕ ፖሊሲ ይቐርጽን ላዕለዋይ ጸፍሒ ዝርርባት ይመርሕን ነይሩ እዩ። ብኸምዚ ዓይነት ስምምዓት ኣብ ልዕሊ እታ ሰሜን ኣፍሪቃዊት ሃገር ዝነበረ ዓለምለኻዊ እገዳ ክለዓል እንከሎ፣ ብዙሓት ድማ ሰይፍ ኣል-እስላም ከም መራሒ ተሃድሶን ቅቡልን ገጽ ናይታ እትቕየር ዘላ ሊብያ ገይሮም ይቖጽርዎ ነይሮም። ብርክት ዝበሉ ዜጋታት ሊብያ'ውን ብዓቢ ተስፋን ድጋፍን ተቐቢሎምዎ ጸኒሖም እዮም። ሓደ ሓደ ተንተንቲ ድማ ንሱ'ውን ከም ኣቦኡ ጨቋኒ እዩ ክብሉ የጸልምዎ እኳ እንተነበሩ፣ ንሱ ግን ወትሩ ስልጣን ካብ ኣቦኡ ክወርስ ድልየት ከም ዘይነበሮ ብምግላጽ፣ ኮረሻ ስልጣን ዝውረስ ሕርሻ ኣይኮነን ብዝብሎ ቃል እዩ ዝዝከር። ኣብ ክልተ ሽሕን ዒስራን ሓደን ኣብ ፕሬዚደንታዊ መረፃ እታ ሃገር ክወዳደር ምዃኑ ኣፍሊጡ ምንባሩ ዝዝከር ኮይኑ እቲ መረፃ ግን ንዘይተወሰነ ግዘ ተናዊሑ እዩ። ሕራይ እምበኣር ፍቱዋትን ክቡራትን ተኸታተልቲ እዚ ቻናል ንሎሚ መሰናድኦና ሒዝናልኩም ቀሪብና ዝነበርና መደብ ነዚ ይመስል ነይሩ። ንምክትታልኩም ኣዚና ኢና ነመስግን ሰሰናዩ ንዓኹም።